ሰላም ክቡራት ተኸታተልቲ ንሎሚ መልሲ ደብዳበ ሰልሚ ውሽጢ ሒዘልኩም ቀሪበ ኣለኹሞ ብፅሞና ክትከታተሉ ይዕድም ኣይኮምኡን እዩ በየን ጀሚረ በየን ከም ዝውድእ እንታይ ኢለ እንታይ ከም ዝገድፍ ኣይፈልጥን። ንትማል ካብ መዝገብ ዝኽርታተይ ገናጽ ኢለ ክዕዘባ ከለኹ ግን ኣብ ህይወተይ እወ ኣብ ንእስነተይ ደጊመ ዘይረኽቦ ዕድል ከም ዝኸሰርኩ እቲ ወትሩ ውሽጠይ ሕሹኽ ዝብለኒ እንታይ እሞ ዝጠፈሸ ነጋዳይ መዝገቡ ይግንጽል ኮይኑ ነበሩ ካብ መዝገብ ዝኽርታተይ ምግንጻል ሓሊፈ ሓንቲ እኳ ክገብረሉ ኣብ ዘይክእል ደረጃ ኮይነ ብጣዕሳ ዝልሎ ዘለኹ ሳሌም በኹሩ ፍቕረይ ጉሒፈ ንድሕሪት ኣብ ዘይምለሰሉ ውሳነ ምጽማደይ ከም ጸነት ጨው ከቢዱኒ እናሻዕ እሕ እናበልኩ'የ ዝነብር ዘለኹ። ኣብ ህይወት ከም ንስምዒታትካ ምቕታል ዘጨንቕን ዘሕይልን የለን። ልቢ ዝተኸሎ ኣእምሮ እንክነቕሎ ዝህሉ ኣቓንዛዊ ናይ ህይወት ተመክሮ እቲ ዝወረዶ ጥራዩ ሓለፋ ዝስቆሮ እወ ልቢ ዝተኸሎ ፍቕሪ ኣይኮነ ልቢ ዝተኸሎ ቕርሕንቲ እኳ ካብ ልብኻ ከትፍሕቆ ከቢድ ኣነ ድማ ነቲ ቅድሚ ኩነት ዘይብሉ ፍቕሪ ብሕርቃን ተደፋፊኤ ካብ ልበይ ክፍሕቆ ኣብ ዝሃቆንኩሉ ኣብ ነብሰይ ላምባ ነስኒሰ ክርቢት ምሽርጣጥ ኮይኑኒ እንሆ ብዘይቅህም ቃጸሎ ይልብለብ። ሳሌመይ ካባኺ ድሕሪ ምፍላየይ ዘሕለፍኩ ክፉእ ናይ ህይወት ተመክሮ ንባዕሉ መጽሓፍ ምሉ እዩ። ዝመረረ ግን እቲ እናሻዕ ፈጨቕ እናበለ ካብ ሓጽብታት ልበይ ዝግጭበኒ ፍቕርኺ እዩ። ሳሌመይ ኣብታ ዝሰደትክለይ ደብዳቤ ነታ መራር ዕለት ልዕሊ ዝኾነ ናይ ህይወት ፍጻመ ከም ትዝክርያ ኣብ ልዕሊ ልብታትና ዝወሰድክዎ ጨካን ጨካን ስጉምትን ጽሒፍክለይ ፍጥረትና ከምኡ እዩ መሪር ናይ ህይወት ተመክሮ ወትሩ በሰላዩ እወ ዘይሃስስ በሰላ ግን ግን ሳሌመይ ጭካነይ ኣይኮምኡን እዩ ከምኡ ዘይምዃኑ ልዕለይ መን ንልበይ ክምስክረላ ይኽእል እቲ ካልእ መልክዕ ዝበልኩዮ ድማ ተገዲደ ዝተላበስክዎ ገጸ ባህሪ እምበር ልበይ ስኸም ዝተቐንጠበት ዕንዲ ጽገሬዳ ቀምሲላ እያ ነይራ ሽዕኡ ዘልሓጥርኪ መሬት ምስ መላእክዮ ዝነበረኒ ስምባደ ህንድዒ ኢለ ክሓልፎ ይመርጽ ኣብታ ህሞት ዘተኣማምን ደረጃ ጥዕናኺ ምስ ፈለጥኩ ካባኺ ክስወር ዝመረጽኩሉ ድማ ንውሳነይ ብቓላትኪ ዳግመ ግምት ከይገብረሉ ኣነ ዝበለ ህድማ ተተሓሒዘዮ ሳሌመይ ቤትኩም ክልተ ገጽ ናይ ሓንቲ ሳንቲም እያ ኮይናትኒ ክልተ ኣንጻራዊ ተመክሮ ህይወት እወታን ኣሉታን ብርሃንን ጸላምን ጻዕዳን ጸሊምን ገነትን ሲኦልን ዝሓዘለ ጉራማይለ ቤት እቲ ከም ጥዑም ሕልሚ ዝምነዮ ፍቕርኺ ማዕረ ማዕሪኡ ዝውሕድ ጸላም ዝሓዘለ ዘባህርር ሕልሚ ኮይኑ እዩ ኣብ ዕን- ኣብ ዓንኬል ህይወተይ ዝተኣንገደ ምቁር ፍቕርኺ ኣብ ልበይ ዘይሃስስ ዝኽሪ ገዲፉ እዩ በንጻሩ ድማ ኣብ ኣስመራ ብኣርዮስ ዝፍለጥ ብጸቢብ ኣእምርኦም ተሓንጒሩ ዝነውሖም እሞ ልዕሊ ኹሉ ሓያል ዝመስሎ እታ ሕልንኡ ቀቲሉ ንገንዘብ ዘምልኽ ገንዘብ እምበር ሰብ ዘኽብሮ ዘይመስሎ ዘብለጭልጭ ደጉኡ ደጊኡ ንጸላም ኣእምርኡ ዝሽፍነሉ በዅሪ ሓውኺ ሃይለ'ዩ። ካባኺ ንምፍላይ ካብ ዓንኬል ሕልምታተይ ደፊኡ ናብ መዓሙቕ ሲኦል ዝወሰደ ጋኔን ዝኾነኒ ሳሌመይ ወላ እኳ ደጋጊምኪ ስድራኺ ተመርዓዊ ከም ዝብልኹ ትሕብርኒ እንተ ነበርኪ፣ ነታ ክልተ ዓመት ተሪፋትኒ ዝነበረት ናይ ሜዲካል ዶክተር ትምህርተይ ከይዛዘምኩ፣ ናይ መርዓ መደብ ስለ ዘይነበረና፣ ከም ዕላል እንተ ዘይኮይኑ ኣድህቦ ሂብናሉ ኣይንፈልጥን ኔርና። እንተታ ከገድዱኒ እዮም ዝሓስቡ ዘለዉ ትብል ስክፍታኸ ግን ስክፍታ ኮይና ኣይተረፈትን። እቲ ወዲ ኣብ ኡጋንዳን ኣብ ኣንጎላን ትካላት ዘለዎ ሃብታም እዩ ሃይለ ሓወይ ድማ ሃብታም እዩ ሰቡ ዝበልክኒ ኣይርስዖን እዩ ግን ዘፍቅሮ ኣለኒ ምስ በልክዎ ከይተዛረበ ወኒ ምኻዱ ኣይቕሰነንን ጠንቃም እዩ በቻኻ ዝበልክኒ እሞ ኣይተጋገኸን ጠንቃሚ እወ ወዲ ሰብ ንነብሱ እሞ መዓስ ባዕሉ ይጎድእ ኮይኑ ከምቲ ብመላፀ ገይሩ ስግኡ ገዲፉ ነቲ ዘየሕምሞ ጭሕሙምዓ ዘውርደሉ ንስኺ ከምዘይትገብርሉ ፈሊጡ እቲ መዓት ናባዮ ሒዝዎ መጽዩ ሃይለ ሓውኺ ቴሌፎን ደዊሉ ኣነ ሓዊ ሳሌም እየ ደልየካ ኣለኹ ምስ በለኒ ናይ ደሓን መሲሉኒ ቆጸራ ሒዘ ረኺበዮ ትዕቢት ዝሰርነቖ ሃይላይ ከም ሰብ እውን ክብረት ኣይሃበንን ኮፍ ምስ በልኩ እውን ምስታ ትኪ ትቕልቦ ዝነበረት ሽጋራ እንዳኣጸወትኡ ቀጸለ። ኣነ ድማ ምእንታኺ ብትዕግስቲ ኣፉ ክሳብ ዝኸፍት ተጸበኹዎ። ሰሚዕካ ኣለኻ? ክልተ ምርጫ ኣለኻ። ሃንደበት ድንግርግር ዘበለኒ ቃላት ሰንተወ። ብዛዕባ ሳሌም እየ ዝዛረበካ ዘለኹ። ድንግርግር ከም ዝበለኒ ኣብ ገጸይ ኣንቢቡ ኣርእስቱ ነጸረ ዝኾነ ክትብል ኣይደልን ክእዝዘካ እየ ጸዊዐካ ዘለኹ ኣነ ሃይለ ኣነ ዝበልኩዋ እንተዘይተፈፂማ ዘይድቅስ ምዃነ ይፍለጥ ሕጂ ድማ ኣብዛ ሰሙን ንሱዳን ክትከይድ ኢኻ ተዳሎ እንተዘይኮይኑ ልዕሊ መንግስቲ ኣስመራ ንዓይ ትብፅሓኒ ልዕሊ ሲኣይኤም መርበብ ኣለኒ ከቃብጸከ ብምባል ኣፈይ ከይከፈትኩ ብድድ ኢሉ ገዲፊ ንኸይድ ገለ ስጉምቲ ድሕሪ ምስጓም ዝተረፉ ሓሳብ ገፋጊፉ ናባይ ገልበጥ ኢሉ ስምዓኒ እዚ ዝብለካ ዘለኹ ኣብ እዝኒ ሳሌም እንተበፂሑ እቲ መዓት ባዕለይ ክግምቶ ድሕሪ ምሕዳግ ኣብ ኣስመራ ሓይሊ ኣርዮስ መን ኢልካ ሕተተት ክትፈልጠኒ ብምባል ገዲፉኒ ናብታ በጓብዝ ተኸቢባ ዝነበረት መኪና ተሰቑ ኢሉ ተመርቀፈ ሳሌመይ ሽዕኡ እንታይ ከም ዝውስን ጠፍኣኒ ሃንደበት ህይወተይ ካብ ቁጽጽረይ ወጻኢ ኮነ። ዕድመይ ምሉእ ዝጸዓርኩሉ ዕላማ፣ ልበይ ዝዓቖሮ ፍቕሪ ከም ማንታ ህንጻን ዩኒዮርክ ዓነው ክብል ተራእዩኒ ከይተረድኣኒ ንብዓት ጸረር ኣበልኩ። ህይወት ግን ዘይትቕህም ተስፋ ስለ ዘለዋ ንሓያል ሓያል ይፈጥረሉ ይኸውን። ኣብ ውሽጢ ሰሙን እቲ ኩሉ ዝከኣሎ ፈጣሪ ከም ግመ ፀሓይ ኣብሪቐሉ ይቕንጥጠለይ ግዲ ዝብል ተስፋ ገይረ ክነግረክ ኣለኒዶ የብለይን ብዝብል ሓሳብ ባዕለይ ንባዕለይ ኣብ ዲቕ ዝበለ ክትዕ ተፀሚደ ከይተረድኣኒ ገዛ በፃሕኩ። ካልኣይ ክፋል ይቕጽል።